ኣብ ዝሓለፈ ብእተፈላለየ ተክኒክ በቶም ናቶም ሕጊ ገረ ብዛዕባ ፕሬዞን ኣምፓርፍን ኣርእየኩም ነይረ ሎምዓንቲ ከኣ ን ብዛዕባ ፕሬዞን ፓሴ ኮምፖዞን ኣርእየኩም ነይረ ማለት እዩ ክልተ ተፈላለየ ቪድዮ ገረ ሰደድኩም ነይረ ሎምዓንቲ ከኣ ልክዕ ከምኡ ኮይኑ ግን ብዛዕባ ኣምፓርፍ ማለት እዩ ኣምፓርፍ እንታይ እዩ ኣብ ሕሉፍ እዩ ፓሴ ከም ፐሶ እውን ሕሉፍ እዩ ሕጂ ከመይ ገርና እና ንፈላልዮ ኣምፓክፈ ማለት ንሓደ ዓመት ዓመተ ምህረት ዘይብሉ ዕለት ፍሉጥ ዘይኮነ ወይ ድማ ከምዚ ንእሽተይ እንከለኹ ኣከምዚ እንከለኹ ከምዚ ይጻወት ነይረ ገልካ ከም ታሪኽ ተዕልለሉ እዩ ፓሴ ከም ፐሶ ግን ዕለቱ ፍሉጥ እዩ መዓልቱ ፍሉጥ እዩ ሓደ ነገር ተፈጸመ ነገር ፍጹም ዝኾነ ነገር ኢኻ ከም ፓሴ ገርካ ትጥቀመሉ ማለት እዩ ፓሴ ሕሉፍ ዝኾነ ብሓጺሩ ወላ እቲ ቃሉ እንድሕር ርኢናዮ ኣንፓክፈ ተኾይኑ ግን ኣንፓክፈ ዘይተፈጸመ ነገር ተደጋገመ ትገብሮ ነገር ተረዲኹምኒ ወይ ድማ እቲ ኣብነት ንእሽተይ ከለኹስ ከምዚ ጻወት ነይረ ተልኩም እቲ ግዜን ሰዓትን ኣይትፈልጡን ኣለኹም ከም ንኣብነት ማለት እዩ ስለዚ ኣንፓክፈ እዚ ካልእ እዩ ኣንፓክፈ ተኾይኑ ከመይ ገርና ኮንጅገ ንገብሮ ሲምፕል ነገር እዩ ማለት እዩ ሓንቲ ቀሊል እዩ በብሓደ ክንሕዞም ኣይንኽእል ናብ ርግጽ ግን ከምዚ ምፅልኩም ዘለኹ ገርኩም ንሕርሕዝኩሞም ንዓኹም ዝቐለሉ ነገር እዮም ማለት እዩ ጥራይ ክትከታተሉ ኣለኩም እታ ቪዶ ማለት ደጊግምቦራ ርእዋ ሓንሳብ እንድሕር ተረዲእና እዚ እቲ ከሸግረና ኣይክእልን እዩ ነቶም ዓሰርተ ሽሕ ከባቢ ዓሰርተ ሽሕ ቨርብ ኣን ፍሮንሰ ስለዚ ከመይ ገርና ብ ተክኒክ ዝኾነ ቨርብ ኣጋጢምናስ ኣንፓክ ፈም ገርና ነእትፈሉ ድሕሪ ኢልና ቀዳማይ ግሩፕ ቀዳማይ ግሩፕ ኦኤክ ዝውድቡ ኣለዉ ቀዳማይ ግሩብን ሳልሳይ ግሩብን ብሓንሳብ እዮም ኣብዚ ሕጂ ምናልባት ነቶም ዘይፈለጥኩም ነቲ ኩላትና ዘይክንፈልጥ ንኽእል ነቶም ዘይረኣኹም ቅድሚ ሕጂ ቪድዮ ዝሰዱ ነበርኩ ማለት እዩ እዚ ቀዳማይ ጉሩብ ይበሃል እዚ ካልኣይ ጉሩብ እዚ ከዓ ሳልሳይ ጉሩብ ይበሃል ሕጂ እዚ ቀዳማይን ካልኣይን ሳልሳይን ክብለኩም ከለኹ እቲ ቬርብ ብከምኡ ዝውድእ እንድሕር ኮይኑ እዩ ማለት እዩ ንኣብነት ቀዳማይ ጉሩብ ሳልሳይ ጉሩብ ገረ ዝኽብሎ ዝኽእል ንኣብነት ሕጂ ሞንዥ እንድሕር ኢለ ሬት ዝብል ብምንታይ ወዲኡ ኣሎ እዚ ቀዳማይ ግሩብ ቨርቢ ካብቶም ዓሰርተ ሽሕ እንታይ እዩ ሓደ እዩ ማለት እዩ ብምንታይ ወዲኡ ኣሎ እዚ ብቀዳማይ ግሩብ ወዲኡ ኣሎ ፊኒር ፊኒር ካብ ምንታይ ወዲኡ ኣሎ እዚ ካልኣ ግሩብ ወዲኡ ኣሎ ካብዚ ወዲኡ ኣሎ ማለት እዩ ሳልሳይ ግሩብ ከዓ ኩሎም ሕጂ ካብዞም ዓሰርተ ሽሕ እዮም ተረዲኹምኒ ሳልሳይ ግሩብ ከዓ ካብቶም ሳልሳይ ግሩብ ዝበሃሉ ከዓኒ ንኣብነት ቮንድ ኣሎ ቮንድ ሕጂ ሬ ካብ ሳልሳይ ግሩብ እዩ ሕጂ እዞም ዓሰርተ ሽሕ ቬርብ ዝበሃሉ በዞም ሰለስተ ግሩብ እዮም ዝኸዱ ብሞንጀ ፊኒኽ ቮንኽ ዘይኮነስ መወዳእትኦም ከምዚኦም እዮም ካብዚ ብፅዕ ገር ክርደኩም ኣለዎ እዚኦም ሕጂ እዮም ሰለስቲኦም ሻለዉ በዞም ሰለስተ ገርና ከመይ ገርና ንኹሎም ዘይኮና ክንሕዞም ዘለና ከመይ ገርና ብተክኒክ ኣንፓክፈ ተኮይነሲ ከመይ ገርና ተክኒክ ገርና ንሕዞም እዩ ሕጂ ሎማዓንቲ ምፅና ዘሎ ማለት እዩ ስለዚ ሕጂ ኣብዚ ጀ ኤጋል ኢልና ይኸውን ኢልና ኣይኤስ ገረልኩም ዘለኹ ንመብዛሕትኩም ምናልባት ክርደእኩም ይኽእል እዩ ግን እንታይ ጀልካ ኣይኤስ ንሕልኩምኒ ንኣብነት ፓክለ ፓክለ እንድሕር ኢለ እንታ ክውድእ ኣብዚ እንታይ ይውድእ ክብለኩም ጸኒሐ ቀዳማይ ጉሩብ እዚ ይውድእ ካልኣይ ጉሩብ እዚ ከምዚ ይውድእ ሳልሳይ ጉሩብ ከኣ ከምዚ ይውድእ እንድሕር ኢለኩም ፓክለ ርእየ ሕጂ ፓክለ ርእየ እዚ ቀዳማይ ጉሩብ እዩ ኩሉ ግዜ ነዚኤን ነዘን መፋለጦ ናይተን ቀዳማይ ጉሩብን ካልኣይ ጉሩብን ሳልሳይ ጉሩብን ነውጽዐን ነዚኣ ነዚኣ ነዚኣ ሕጂ ርእየ ኣብ ፓክለ ተኮይኑ ርእዮ ኣብ ፓክለ ተኮይኑ ነዚኣ ነውጽኣ ነዚኣ ውጽኢና ኣብ ጀ እንድሕር ኮይኑ ርትብዕ ኣለኹም ኣብ ጀ እንድሕር ኮይኑ ነዚኣ ከምዚኣ ገርና ውጽኢና ነተን ዳሕረዎት ክልተ ስለ ዘሎዋ ማለት እዩ ብኦኤ ክወድእ ብኢኤ ክወድእ ብኤክኡ ይወድእ ብዘይገድስ ነዘን ክልቲኤን ኣውፂና ከምዚ ገርና ኣውፂና ጀ ኣብ ጀ እንታይ ኣሎ ኣብዚ ጀ ድሕሪ ኢለ ኣብ ጀ እንታይ ኣሎ ኢና ርኢና ሽዑ ነዘን ኮድ ጥራይ ንሕዘን ቅያሕቲ ዘለዋ ኣብ ጀ እንታይ ኣሎ ኣይኤስ ኣሎ ኣይኤስ ንፅሕፍ ኣይኤስ ማለት እዩ ጀፓክለ ኣምፓክፈ ወዲእና ማለት እዩ ስለዚ ኣምፓክፈ ዝበሃል ከምዚ እዩ ኣብቱ ንሕር ኮይና እምነት እዚ ሕጂ ቱ ቱ ይበል ከምዚ Tu እንድሕር ኮይኑ tu parle tu parle እንተኮይኑ IES ኣብ ኢል ኣብ ንሱ ወይ ድማ ንሳ ተኮይኑ ከዓ እንታይ ክገብር ኣሎ ኣብዚ ሕጂ ንኣብነት ኢል እንድሕር ኮይኑ ኢል እንድሕር ኮይኑ ኣብዚ ደምሲስና ኩሉ ግዜ ዝድምስሶ ክሳብቲ ትጣሽም ዘሎ ማለት እዩ ደምሲስና ተን ክልተ መወዳእታ ዘለዋ ደምሲስና ኣብ ኢል ወይ ድማ ኤል ንሳ ንሱ ተኮይኑ ኣይተ ንገብሮ ማለት እዩ ኣብ ን እንድሕር ኮይኑ ኣብዚ ን እንድሕር ጽሒፍና EONS ኣብ ቭ እንድሕር ኮይኑ EUZ ኣብ ንሳቶምን ንሳተንን እንድሕር ኮይኑ ከኣ IEUNT ኣብ ዘጅረ ዩ ኢ እንድሕሪ ፕሉርየል ብዙሓት ኮይኖም እቶም ብዙሓት ንሳቶም ተዛሪቦም ክል ተኮይነ ኣብ ዝረዮ IE ዝደምሲስና ONT ንገብር ማለት ዩ። Il parle። እዚ ናይ ምንታይ ይብለኩም ኣለኹ ናይ ቀዳማይ ጉሩብን ናይ ሳልሳይ ጉሩብን እየ ዘረድአኩም ዘለኹ ማለት እዩ ኣብዚ ክተስተውዕሉ ኣለኩም ናይ ናይ ሰለስቲኦም ቨርብ ይኮነን ቀዳማይ ጉሩብን ሳልሳይ ጉሩብን ንምንታይ ካልኣይ ጉሩብ ኣብዚ ሕዘልኩ መፅ ኣለኹ ናይ ባዕሎም ሕጊ ኣለዎ ማለት እዩ ነዞም ቀዳማይን ሳልሳይን ግን ሕጂ ንኣብነት ቀዳማይን ሳልሳይን ክብለኩም እንከልኩ ኣብዚ ማንጆ ክብል ጸኒሐ ማንጆ ክብል ጸኒሐ ኣብዚ እዚ ካብ ቀዳማይ ጎርብ እዩ ካልኣይ ጎርብ ነጢርና ናይ ባዕሉ ሕጉ ኣለዎም ፍልይ ዝበለ እቲ ናይ ቀዳማይ ጎርብን ኣብ ኣምፓክፌ ናይ ቀዳማይ ጎርብን ናይ ሳልሳይ ጎርብን ሓደ ዓይነት ሕጊ ኣለዎም ክብለኩም ጸኒሐ ሳልሳይ ጎርብ ከዓኒ ቮን ክብለኩም ጸኒሐ ንኣብነት ቮን ንሕና ሕለኩም ሕጂ ኣብዚ ረዮ ኣብዚ ዠ ሞንዠ ክትብል ተኾንካ ሞንዠ እዚ ሞንዠር እዩ ኣብዚ ኣብ ዠ ጀ እንድሕር ኮይንካ ኣብዚ ጀ ምሽ ጽሕፈ ኣብዚ መጀመርታ ሞንዠ ተኮይና ሪኣ እንታይ ትብላ ኣይኤስ ትብላ ማለት እዩ ንምንታይ ደምሲሰ ነተን ክልተ መወዳእታ መፋለጦ ናይቲ ኮንጁጌት ናይዘን መፋለጦ ናይቲ ቨርብ ተርሚኔ ዞን ዘሎ ኣውጸቢለ ሎጂክ ኣይኤስ ትብላ ማለት እዩ ጂሞ ኣጂ ናይ ኣማውንጀ ፍሪ እዩ ሶሪ ኣማውንጀ ፍሪ ስለ ዝኾነ እዚ ኤክሰፕሽናል ሞ ተባሂሉ ማለት ንድሕሪ ኣማውንጀ ኣማውንጀ ኣብ ኩሉ ኣይኮነን ኣማውንጀ ግን ንምንታይ እዚኣ ኡት ሓዊሳታ ምክንያቱ ማውንገ ከይከውን እቲ ነገር ኡት ሕወሳ ማለት እዩ ኣብ ካልእ ትኾነ ግን ናይ ኣይብሎን እተን ክልተ ጥራይ ነውፅአን እዚኣ ወሲኾምላ ዘለዉ ንምንታይ ማንገ ከይከውን ምክንያቱ እዚ ከምዚ ንድሕሪ ኮይኑ ጋምበር

ኢልና ኦነስ ንገብር ማለት እዩ ንማክሽዮ ንሕና ንጓዓዝ ንሕና ንኸይድ ማለት እዩ ንማክሽ ይብል ኣለኹ ናይ ምንታይ እዚ ናይ ቀዳማይ ግሩፕ ናይ ሳልሳ ግሩፕ ከዓ ርዮ ናይ ሳልሳ ግሩፕ ቮንድ ኣብ ጀት ኮይኑ ተንክልተ ነውፀን ከም ዝበልኩም ኣውፀ ቢልና ተንክልተ ኩሉ ማለት እዩ ንዓሰርተ ሽሕ ከምኡ ኢና ንገብሮ ከም እዘን እዘን ምስ ርኣኹም ካልኣ ግሩብ ምስ ርኣኹም ዘርእየኩም ዘለኹ ሕጂ ናይ ናይ ቀዳማይ ግሩብን ናይ ናይ ሳልሳይ ግሩብን እዩ ቀዳማይ ግሩብን ሳልሳይ ግሩብን ከኣ ክርእየኩም ጸኒሐ እዚ ቀዳማይ ግሩብ እዩ እዚ ሳልሳይ ግሩብ እዩ ካልኣይ ግሩብ እንድሕር ኮይኑ ከምዚ እዩ ዝውድእ ማለት እዩ ከምዚ ይውድእ እዚ ግን ናይ ባዕሉ ሕጊ ስለ ዘለዎ ናብ ቅድሚ ምስጋርና ግን እዚ ቀዳማይን ሳልሳይን ክርደኩም ክእል ኣሎ ማለት እዩ ቀዳማይን ሳልሳይን ንምንታይ ካብ ቀዳማይን ናብ ሳልሳይ ነጺረ ምክንያቱ ሓደ ዓይነት ሕጊ ስለ ዘለዎም ኣብ ኣምፓክፌ ማለት እዩ ስለዚ ኣብ ቮንድ ክትኮይኑ ኣብዚ መረፅ ኣብዚ ጀዴ ክብል ወላስ ኢልዴ ክብል ብዘይግድስ ኢልዴ ክብል ካልእ ደስ በለኒ ኢለ ሽዑ በቶም ሕጊ ዘለዉ ከይደ እንታይ ኣሎ እዚኦም ጥራይ ነፅናም ማለት እዩ ንኣብነት ቮ እንድሕር ኢለ ብዚ ቮ እንድሕር ኢለ ቮ ቮንድዬ ቮንድዬ ክብል ዘይነውፀ ኣቢለ

ነዘን ሕንጻጽ ገረልና ዘለኹ ኣንፓፊ ክኢልና ኣለና ማለት እዩ ብሓጺሩ ኣብ ምንታይ ንምንታይን ኣብ ቀዳማይ ግሩብን ኣብ ካልኣይ ኣብ ሳልሳይ ግሩብን ካልኣ ግሩብ ከ ናይ ምንታይ ሕጊ ኣለዎም ወይ ድማ ከመይ ዓይነት ሕጊ ኣለዎም ንሕረሽኩምኒ ካልኣ ግሩብ ህጂ ብዝናሃለ ህጂ ናብ ካልኣ ግሩብ ንስገር ናብ ካልኣ ግሩብ ሰጊርና ርእዮም ህጂ ሓደ ኮይኑ እቲ ነገር ግን ኣብዚ ዝድሓን ተረዲእና ኣለና ባክለ ዝን እቲ ነገር ሓጊ ሓደ እዩ እቲ ሕጊ ሓደ እዩ ሓደ ክብለኩም እንታይ እንታይ ጥራይ ንሕውስ ንሕና ኢኤስኤስ ኢኤስኤስ ጥራይ ንሕውስ ኩሉ ግዜ ኢኤስኤስ ኢኤስኤስ ንሕውስ ኩሉ ግዜ ማለት እዩ እንዳ ንድሕር ኮይኑ ካልኣይ ገሩብ ንድሕር ኮይኑ ካልኣይ ገሩብ ሓደ ቬርብ ኣምፂና ንኣብነት ንፈትን ካልኣይ ገሩብ ሕጂ ፊኒኽ ፊኒኽ ንምንታይ ካልኣይ ገሩብ ተባሂሉ ምክንያቱ እንታይ ስለ ዝውድእ ኢኤክ ስለ ዝውድእ ኢኤክ ስለ ዝውድእ ካልኣይ ገሩብ ተባሂሉ ፅዋዕ ካልኣይ ገሩብ ክኸውን እንተኮይኑ ኣብ ኣምፓክፈ ክንቅይሮ እንድሕር ኮይና ከኣ እንታይ ንገብር ሕጂ ንኣብነት ጀ ተኾይኑ ጀ ፊንየ ንብል ኢና ንኣብነት ነዚ ነውፅ ኣቢልና ሲ ኣብ ጀ ከምቲ ቀዳማይ ጉሩብን ካልእ ሳልሳይ ጉሩብን ከልኦ ክንፅንሖ ከምዚ ሕጂ ጀፊንየ ንኣብነት ጀፊንየ ከምዚ ኣይበሃልን እዩ ጀፊነ ገለት ኣታ ኣይበሃልን እዩ ኩሉ ግዜ ኣብ ካልኣይ ጉሩብ እንታይ ኣቱ ፊኒ ከምሻሉ ከምዚ እቲ ኣንፊኒቲቭ ዝበሃል እንታይ ኣቱ ኤስኤስኢ ኤስኤስ ኣትወ ኩሉ ግዜ ኣብኒ ይኹን ኣብዚ ይኹን ኣብዙ ይኹን ብዘይግድስ ኣብ ኢድ ፕሎክዮል ይኹን ብዘይገድስ እቲ ሕጊ ሓደ እዩ መወዳእቲ ረእዮ እቲ ከይንዳናገር እቲ ሕጊ ሓደ እዩ እቲ ሕጊ ክብለኩም ከለኹ ረእዮ ብዚ ኣብጀ ኣይኤስ ኣሎ ከምቲ ኣይኤስ ክብለኩም ፀናሕኩ ኣብቲ ትኮይኑ ኣይኤስ ኣሎ ኣብቲ ኣብኑ ትኮይኑ ኦኢ ኢኦኔስ ኣሎ ኣብዚ ከዓ ልክዕ ኣይቴ ኣብ ኢድ ከዓ ኣሎ ብቅድሞ ጥራይ እንታይ ንሕሰሉ ኣኢኤስ ኢኤስኤስ ሶሪ ESS ESS ናብ ገድና ንኺድ ከምዚ ከማን ክትገብሩ ትኽእሉ ኢኹም እንድሕር ደሊኹም ምናልባት ብረቕቕ ዝበለ ንኽርዳእኩም ኢለ ቤኖ ንገረልኩም እቲኦም እምበር እንድሕር ደሊኹም ነዞም ነዚኦም ማለት ነዞም ኩሎም ሓሳብ ሓዊስኩም ንቀዳማይ ጉሩብን ሳልሳይ ጉሩብን ካልኣይ ጉሩብ ገርኩም ነቶም ጋልኣ ጉሩብ ግን ኩሉ ግዜ ESS ብቕድሚት ከም ዘለዎም ነዚኦም ሲ ESS ከም ዘለዎም ጥራይ እዚኦም ክትገድፎም የብልኩምን ኣምንታ እንድሕር ኮይኑ ኣብ ካልኣይ ጉሩብ እንድሕር ኮይኑ ብኸምዚ ግን ዘይክርደኩም ስለ ዝኽእል ብኸምዚ ርቀት ገረ ክርደኩም ክፍትንዩ ማለት እዩ ፊኒ ኽን ኣብነት እጂ ጀፊኒ ተኮይኑ ኣብነት ኣብጀ ንድሕር ኮይኑ ኩሉ እጂ ኣብነት የዘሪኩም ዘለኹ ኩሉ ግዜ ከም ዝነግረኩም መብዛሕትና ሓደ ብሓደ ቪክብ ገረ ክረደኩም ከለኹ ንዕኡ ጥራይ ኮም ገርና ንሰርሑ ማለት ኣይኮነን ነዞም ዓሰርተ ሽሕ ንድሕር ካብዞም ዓሰርተ ሽሕ ሓደ ንድሕር በዚኦም ዝውድእ ኮይኑ ኣንፓክፈ ክንፅሕፎ ንድሕር ኮይና በዞም ሕጊ ገርና ንኸይድ ንኣብነት ፊኒክ ፊኒክ ምውዳእ ማለት እዩ ፊኒካ ኣብ ኣምፓክ ፌ ክንጥቀም ድሕሪ ኮይና እንታይ ንገብር ኩሉ ግዜ ኤ ክንውፅኣ ወይ ተደሊልና ወላ ክልቲኤን ነውፀን እቲ ኢ ግን መምፅኡ ስለ ዘይተርፎ ኣውፂና ነዚኤን ኣውፂና ነዘን መወዳእታት ዘለዋ ኣብ ጀ እንታይ ኣሎ ኣብዚ ኣብ ጀ ፅሒፈ ኣለኹ እዚኤን ናይ ካልእ ግሩበን ሕዝኩመን ኣለኹም ናይ ቀዳማይ ግሩብ ን ሳልሳ ግሩብ ተተረዲእኩም እዚ ከዓ ርድእ እዩ ኢኤስ ጥራና ንሕሰሉ ስለዚ እዚ እንታይ ንገብር ኢኤስኤስ ገርና ኣብ ጀ እንታይ ኣሎ ኣይኤስ ኣይኤስ ኣሎ ማለት እዩ ተረዲኹም እተን ኮድ እዘን ኮድ እዚኤን እየን እተን ብቀይሕ ፅሒፈለን ዘለኹ ማለት እዩ ኣብ ምንታይ ትኮይኑ ኣብ ካልኣይ ግሩብ እንድሕር ኮይኖም ካልኣይ ግሩብ ካብ ቀዳማይ ግሩብን ሳልሳይ ግሩብን እንታይ እዩ ዝፈልዮ እንድሕር ኢልኩምኒ ኢኤስኤስ ጥራይ ካልእ ወላ ሓንቲ ዝፈልዩ ነገር የብሉን ምክንያቱ እቲ ፊኒክ ዝብል ካልኣይ ግሩብ ምዃኑ ክንፈልጦ ንኽእል ፊኒክ ዝብል ብኢኤክ ስለ ዝወደአ EEx ወዲኡ ከኣ ንዖም ክትፈልዮም ዝኸኣለ ከኣ EEx ስለ ዝወደእ ግድን ES ኣሎ ኣብ E ኣብ ዠ ES ኣሎ ኣብ ኣብ ቱ ES ኣሎ ኣብ ኑ ኣብ ኣብ ኩሎምስ ES ኣሎ ተኻዲኡ ግን ሓደ ዓይነት ጽሑፍ ገይረዮ እቲ ኣብዚ ኣብዚ UOZ ኣብዚ ድማ IEO እንተ ገለታት እናበልና ሓደ ዓይነት ሕጊ ኣለዎ ማለት እዩ ኣብ ኑ ንሕሪ ኮይኑ ንርእዮ ሕጂ ሕጂ ወላ ዝኾነ ሰብ ተሓትኩም ነዚኦም ሕዝኩሞም ነዞም ኮድ እዚኦም ሕዝኩሞም ንሕረልኩም እቲ ዝሓትኩም ቨርብ ማለት እዩ ካብቶም ዓሰርተ ሽሕ ቨርብ ሓደ እንድሕር ሓትኩም ኣምፓር ፍኸመ ገርካ ጽሓፍ እንድሕር ኢልኩም እንድሕሪ ካብ ቀዳማይ ግሩብን ሳልሳይ ግሩብን ኮይኑ ነዚኦም ዘኪርኩም ተረዲኹምኒ በዞም በዚኦም ከድኩም ብዛዕባ ጀሪ ካትብ ደሊኻ ወላ ብዛዕባ ኑ ኣብ ምንታይ ገረታት ሰብ ይሓተኩም ምሽ በዚኦም ተጠቂምኩም ኖርማል ሲምፕል ገርኩም ክትምልስዎም ትኽእሉ ኢኹም ካብ ምንታይ ተበጊስና ነዚኦም ኣውፅኢና ማለት እዩ ነቶም ክልተ መወዳእታ ዘሎ ኣውፅኢና በዚኦም ገርና እንትክኦም ቀዳማይን ሳልሳይን እንተኮይኖም ካልኣይ ተኮይኑ ከዓ በዚኦም ገርና ንትክኦም ማለት እዩ ኣብ ኑ እንተኮይኑ ህጅር እዮ ኣብ ኑ ተኮይኑ ይድምስሶ ምሽ ነዚ ወላ ነዚ ይድምስሶ እየ ክሳብ ሰለኹ ማለት ይድምስሶ እየ እዚ ናይ ጀ ስለ ዝኾነ ደምሲሰ ጥራይ ኣብ ኑ እንታይ ኣሎ ዝርኢ ህጂ ኢ ኦ ኤንኤስ ኣሎ ማለት እዩ ስለዚ ኢ ከምዚ ኣሎ ማለት እዩ ብጣዕሚ ሲምፕል ነገር እዩ ሲምፕል ነገር ክብለኩም ከለኹ እንድሕሪ እቲ ነገር ተረዲና እዩ እንድሕሪ ተዘይተረዲና ምናልባት ክንዲ ዓመታት ክረድ ክንብል ንኽእል ኢና ከምዚ ገር ሕዘርኩም መፅ ዘለኹ እንድሕሪ ክርደእ እናኽኢሉ ግን ብጣዕሚ ቀሊል እዩ ዝኾነ ይኹን ቬክ መፅኡ ወላ ሓደስቲ መፂኹም ከማን ኮንጅገ ክትገብሮ ትኽእሉ ኢኹም ኮንጅገ እዚ ኣብ ቋንቋ ፍራንስ ከዓኒ ንሱ ንድሕሪ ክኢልና ኢና እቲ ቋንቋ ክንክእል ንጅምር ወይ ድማ እቲ ቋንቋ ክንዛረበሉን ክንጥቀመሉን ኣብ ኣገባብ ክነውዕሎ ንኽእል ማለት እዩ ስለዚ እንድሕር ከምዚ ዘይርደኩም ሃልዩ ብካሊእ መንገዲ ክርደኩም ይኽእል እየ ኮመንት ጸሓፍለይ እቶም ኣብ ኮመንት ትጽሕፉ ብጣዕሚ እየ ዘመስግነኩም ተሪፍና ኣሎ ኣይወዳእና ኣለና እቶም ፓክታጅ ሸር ገለታ ትብሉ እቲ ቻነል ንክዓቢ ከዓኒ ተንክ ዩ ምክንያቱ ንሱ ኩላትና ንዓኹም ይጠቕመኩም እያ ንዓይ ካይጠቕመኒ እቲ ቻነል ንክዓቢ ማለት እዩ ሕጂ ተረዲእና ኣሎ ተክኒክ ዘይተረደኩም ድሓን እስከ ብርሀ ቢልካ ጥዕ ገርካ ንገረና እንግዳታት ክትብሉኒ ትክእሉ ኢኩም ኣብ ታሕቲ ተዘይ ኮይኑ ግን ነታ ቪድዮ መሊስኩም መሊስኩም ረኣይዋ እቲ ዘይተጋገየ ርዱእ እንድዩ ግን ንሰብ ከምዚ ኢልካ ክትግምቶ ስለ ዘይትክእል ከቢድ እዩ ተረዲእዎም ኢልካ ንምሕሳብ ማለት እዩ ላምፓክፈ ኣብዚ ሕጂ ኣብነታት ተምፅኤ ኣምፓክፈ ማለት ሓደ ነገር ኣቢቹዌል ኣቢቲ ትገብሮ ኣብ ልምዲ ትገብሮ ወይ ድማ ንሓደ ሰብ ክትገርፆ እንከለካ ትጥቀመሉ ነገር እዩ ወይ ድማ ሓንቲ ሓደ ኣክሽን ሓደ ነገር ክገብር ኢልካ እንዳገበርካ እንከለኻስ መፈጸምታ ዘይኮነሉ ዘይተወድኣ ነገር ዘሎ እዩ ኣንፓክፍን ትጥቀመሉ ነገር ማለት እዩ ሕጂ ንኣብነት ሬጆ ሞንዤ ቺ ፓክሌ ክሰቲኻ ረዮ ኑ ፓክልዮ ኑ ፓክልዮ ረዮ ኑ ስለ ዘሎ ፓክሊ ከዓ ቀዳማይ ገረብ ስለ ዝኾነ ጀረዮ ከምዚ ኣትዎ ኣሎ ማለት እዩ ፓክልዬ ኢድ ፓክሌ

ጀጁወይ ኣብዚ ረዮ ጀሎ ኣብ ጀ ታብለኩም ጸኒሑ ኣብ ላዕሊ ኣብ ጀ ንድሕሪ ኮይኑ ኣይስ ጀጁወይ ዶክ ኣብ ደገ ተጻዊተ ንእሽተን ከለኩስ ኣብ ደገ ተጻዊተ ቱሌ ዡር ሙሉ መዓልቲ ማለት እዩ ኩሉ መዓልቲ

ይላል ኣቤል እንታይ ኣሎ ኢለኩም ነይረ ኣይተ il faisait beau et les gens les gens ሰባት marchaient ኣብዚ ርኢኹ ሕጂ les gens les gens ንማን እዩ እዚ እዚ ስም ይኸውን ኣሎ ክንዲ ስም እንድሕሪ ኮይኑ እዚ ክንዲ ስም እንድሕሪ ኮይኑ ከዓ ነዚ les gens ደምሲሰ እንታይ ክገብሮ ይኽእል ኢል ክገብሮ ይኽእል ማለት እዩ ኢል ማርሼ ኣብ ኢል ተኮይኑ ከዓ እንታይ ክብለኩም ፀኒሐ ኣይኡኤንተ ተንኮድ ህጂ ብሓንቲ ግዜ ተንኮድ ሓዞም ክብለኩም ኣይክእልን እየ ኣብ ኢል ተኮይኑ ርእዮ ህጂ ኣብ ኢል ማኩሸ ቀዳማይ ግሩም ስለ ዝኮነ ካብቶም ቀዳማይ ግሩምን ካልኣይ ግሩምን ከኣ ሓደ ሓይነት ሕጊ ስለ ዘለዎም ኣይኡኤንተ ስለ ዝኮነ ማክሸ ስም ተጠቂመ ኣለኩ ክንዲ ስም ተጠቂምካን ስም ተጠቂምካን ሓደ ሓደ ሓደ እኳ ኣይኮነን ኣብቲ ናይ ኮንጁጌዘ ሓደ እዩ ኣብዚ ኢድ ይበል ወይ ድማ ለጆ ይበል ብዘገድስ ሓደ ዓይነት ነገር እዩ ስለዚ መዓስ እየ ክንደስ ንጥቀም መዓስ እየ ንጥቀም ንምንታይ ኣብዚ ለጆ ኢለስ ኣይ ወይ እንተ እትየሉ ንምንታይ ኢል ዘይበልኩት ኢልና ድሕሪ ብዛዕባ ትም ሰባት ወይ ድማ ብዛዕባ እቲ ነገር ብዛዕባ እንታይ ትዛረብ ከም ዘለካ ድሕሪ ፍሉጥ ኮይኑ ክንዲ ስም ንጥቀም ክንዲ ስም ማለት ፕሮኖም ይበሃል ብፍራንስ ድሕሪ ስም ክጥቀም ኮይኑ ከኣ ፕኼኖም ሕጂ ፕኼኖምን ስምን ፕኾኖምን ክንዲ ስምን ይፈላለዩ ስም ጥቀም ሰባት ዘይፈልጦም ተኮይነ ስም ጥቀም ዝፈልጦም ተኮይነ ከኣ ክንዲ ስም ጥቀም ዘይፈልጦም ተኮይነ ክንዲ ስም ዝፈልጦም ተኮይነ ሓዊሱ ይኽሉ ድሕሪ እቶም ሰባት ዝፈልጦም ኮይነ ክንዲ ስም ይጥቀም ዘይፈልጦም ድሕሪ ኮይነ ግን ስም ይጥቀም ማለት እዩ ኣብኡ ስምን ክንዲ ስምን ተጠቂመ ግን ኣብዚ ግድን እየ እቲ ኣብ ከም ኢል ገረ ኢል ጽሒፈ ከም ዘሎ ኮይነ ኣይ እንታ ኦ እንታ ገብረሉ ኣይ ኦ እንታ ገብረሉ ማለት ስለዚ ይብላ ኣሎ ማለት እዩ ኤትኽ እዚ ናይ ኣምፓክፈይ ኤትኽ ተኮይኑ ብዛዕባ ኤትኽ ኤተ ይብላ ኣለኹ ኤተ ማለት እዩ ኣቫር ጃቬ እዚ ጀተ ይኾን ኣሎ ተረዲኹም